ትንሽ ተረዲካለሁ በሃላይ ብርሕቐት እቲ ሕጂ ብኣሉታ ኢኻ ዝግለጽ እዚ ብንጹር ኢና ክንዛረበሉ ኣብ ልዕሊ ወላዲትካ ወይ ስድራኻ ዘለካ ኣረዳድኣ ኩሉ ግዜ ናትካ ኣሉታ እዩ ተረዲካ ኣሎ በሃላይ ስለምንታይ ኣሉታ ገብረካ ዝሪኦ ዘለኹ ፍረ ሰላም እዩ ኩሉ ግዜ ነቲ ዝርዶ ብትብዓት ብዕምቆት ስለ ዝገልጽ እዩ ካልእ ሓቂ የለን ኩሉ ግዜ ከ ዓለም ፌር ኣይኮነትን ኣብ ሓቂ ዝነብር ሰብ ኩሉ ግዜ ንግዜኡ ኣይፍተውን እዩ ተረዲካ ኣሎ ዳኣሉ ግዜስ ብዙሕ ነገር እዩ ዝመጾ ከምኡ እያ ዓለም ንወለዲትካ ከመይ ኢካ ትገልጾ ወይ ምስ ስድራካ ዘለካ ርክብ ከመይ እዩ ከምቲ ዝበሃል ብከመይ ብከመይ ብከመይ ከምቲ ንሳ ትገልጸካ ትገልጸ ማለት ኣብቲ ናይ ኤሪሳት መደብ ነበሩ
በቃ ርግኣተይ በቃ ናጽነት እያ ኢለያ በቃ ንሕናሲ ኣብ ዓድና እዚ ኩሉ ሽግር ዝወርድ ዘሎ እንታይ እዩ ናጽነትን ፍትሕን ስለ ሰኣና ማለት ኩሉ ኩሉ ሰብ ኩሉ ፍጡር ምስ ኣደ ዘለዎ ርክብ ፍቕሪ ዓቢ እዩ ካብዛ ነብስኻ ንጀምራ ቱፓክ ሓወይ ካብዛ ነብሰይ ንረኣያ ኣደይ ንባዕላ ምስ ኣዲኣ ዘለዋ ተረዲእካ ኣቦይ ንባዕሉ ምስ ኣዲኡ ዘለዎ ኣቦ ኩሉ ግዜ ፅላል እዩ ዓንዲ እዩ ንኩሉ ማእዚኑ እዩ ዝኸይድ ንኩሉ ፀይሩ ንኩሉ ሸፊኑ ከለላ ሂቡ ኣቦ ሓፁር እዩ ብሓፂሩ ካብ ኩሉ ነገር ዝከላኸል ብዘይ ኣቦ ዝዓበዩ ከዓ ብዙሓት እዮም እሱ እቲ ናይ ኣቦነት ፀጋ ንከይካፈሉ ውሉዶም ደርቢዮም ዝሃደሙ ብዙሓት እዮም ንሕና ብዕድል ኣምላኽ ኮይኑ ኣብ ትሕቲ ጽላል ወለድና ኣብ ትሕቲ ክልቲኦም ወለድና ስለ ዝዓበና ተመስገን ናይ ኣቦነት ጸጋ ከይካፈሉ ደቆም ገዲፎም ዝሃደሙ ኣለዉ ናይ ኣጋጣሚ ነገር ህይወት ዓለም ዘርከበቶምን ኣለዉ ፍታዎም ዘይኮነ ስለዚ ብዙሓት ዓይነት ኣዴታት እየን ዘለዋ በዚ ብበዓል ሓዳርን ብኣሚነን ማሚቐን ደቀን ዘዕብያ በቲ ከዓኒ ክንድቦን ክንድደን ኮይነን ዘዕብያ ክንዲ ሓፁርን ክንድታ ፈቃር ኣደን ኮይነን ዘዕብያ ካልእ ከ ኣለዋ ብዝተፈላለየ ኣጋጣሚ ከዓኒ ውሉደን ገዲፈን ዝጠፍኣ፣ ኣብ ጎደና ውሉደን ናጽላ ዝድርብያ ውን ኣለዋ። ብዙሕ እዩ ዘሎ። ስለዚ ናይ ኣደነት መግለጺ እዚ ኢልካ ወሲንካ ክትገልጾ ትኽእል ነገር ኣይኮነን። ናይ ኣደነት መግለጺ ግን ኣብ ማህጸና ጸይራ ወሊዳ ሓቝፋን ሓዚላን፣ እግሪ ክትተክል ከሎኻ ከኣ ቆንጢጣን ስዒማን ንዘዕበየት ኣደ፣ ኣነ ብኸምኡ ስለ ዝዓበኹ ብኸምኡ ክዛረብ እያ። በቃ ከምቲ ዝበልኩኻ እዩ፣ ርግኣተይ ፍትሒ እያ፣ ርግኣተይ በቃ ናጽነት እያ። ካብዚ ንላዕሊ እሞ እንድዒ ካብ ፍትሕን ናጽነትን ዝዓብሲ ኣብዛ ዘይፍትሓዊት ዓለምሲ ካብ ፍትሕን ናጽነትን ዝዓቢ ነገር ኣሎ ኢልካ ትሓስብ ትፓክ ሓወይ ብናፅነት እንተገለፅኩዋ ቀዳማይ ነገር ኣደይ ፈጣሪተይ እያ። ኣብ ትሕቲ እግዚኣብሔር ከምቲ ኣብ ኤርሳት ገሊፅ እየ ነረ ብሕፅር ዝበለ በቃ ኣደይሲ ናፅነት እያ በቃ እዚኣ እያ ትፓክ ሓወይ ቴንኪዩ
ንምንታይ ምስ እዮ ኣዴኻ ትሕት እያ ኣዴና እያ ኣደ ኩሉና ማለት እዩ ዳርጋ ኩሉና ኤርትራውያን ፈቃራት እዮም ብትክክል ማለት እዩ እንጂ ብዙሕ ነገር እቲ ዝበሃል ነገራት ኣሎ እዩ ተረዲካ ኣሎ ነዲኡ ኣይሓግዝን እዩ ከም ዝባ በዝባ መዓስ እዮም ዝራከብሉ ቴለፎን ክዛረቡ ከለኩም ኣብ መንጎኩም ድዮም ዝኣትዉ ከመይ እዩ እቲ ኢሰያስ ምሳኩም ድዩ ዝዕልል ማለት ትራከቡ ዲኩም ኣብ ገለ ትጥለፉ ዲኩም ገለ ኣይርደኣንን ንዓይ ካበይ እዮም ዘምፅዎ እቲ ዘረባ ስለምንታይ ከ ማለት ሲ ምክንያት ለካ ታራ ነገር ነው ለካ ኣደ ኣደ ፍረ ሰላም ሲ ከም ኩለን ኣዴታት ኣብ ኤርትራ ዘላ እያ ተረዲካ ኣሎ ዕድሚያ ሙሉ ተቃሊሳ መፅያ ክንደይ ነገር ክንደይ ነገር ሓሊፋ ነው ሕጂ ንምንታይ ክሳብ ክንድዚ ነገር ኣርእስቲ ኮይኑ ዝለዓል ንዓይ ዝገርመኒ ማለት ተረዲካ ኣሎ ዳርጋ ሃገር ኢኹም እንዳ ሙሴስ ከምኡ እዩ ዝረኣየና ተረዲካ ኣሎ ሰብ ሃገር ምልእቲ ገዲፍካ ኣብ ኣብ ኣብ ጥፍኣት ዘላ ሃገር ገዲፍካስ ኣብ ናይ ስድራ ሂወት ኣቲካ ክትዛረብ ዘሕፍር ኩነታት ስለ ዝርኤ እየ ሓደ ሓደ እዋን ተረዲካ ኣሎ በቲ ናይ ጸላኢ ወገን መሕፈራት እንድዮም ቱፓክ ሓወይ መሕፈራት ከመይ እዩ እዚ ከመይ መሲልካ እዚ ቱፓክ ሓወይ ሕጂ
ሕጂ ንኣብነት ሸይም እዩ ከማን ነዴኻ ትሕግዝ ኣሎ ኢሉ ነዲኡ ይሕግዝን እዩ ገለ ክብለካ ሰብ ክህልው ይኽእሉ እዮም ከምኡ ዓይነት ሰባት ክህልው ይኽእሉ እዮም ኣነ ከም ፍረ ሰላም ከም ኣተዓባብያይ ከዓ ግደፎሞ ኣደይስ ግደፎሞ ድሓን ኣደ ኣደ እዛ ኣደ ከማንሲ ምናልባት ኣነሲ ብቀረባ ናይ ቀረባ ቤተሰበይ ከማን ድሕር ኣለኒ ኮይኑ ዓቅሚ ተዝረክብ ኣነ ገዛውቲ ምሉእ ክሕግዝ ኣይምጸላእኩን ዓቅሚ ተዝህልወኒ ካልእ ይትረፍ ግን ኣደይሲ ዓድናስ ኣየናይ ሞቲ ካልእ ዓቢ ክስታይ ነገር ኣለዎ ኮይኑ ኣየናይ ወጣት ኮይነ ኣደይ እሞ ኣየናይ ክትዓብደሉ ከምዞም ናይት ክለብ ዝሓድርሉ ሓዋላ ምስ ሓወልካ ኣለዎም ኮይኑ እሞ ገዛ ክራያ ከፊላ እታ ገዛ ክራያ ኣብኣ እታ ዝረኸበታ ከዓኒ በስማ ኣሚላ ኣምላኽ ኣመስጊና ትሓድር ኣደይ ነው ከምተን ካልኦት ፈቆዶ ናይት ክለብን ፈቆዶ ባላትን ዝሓድራን ዘምስያን ኣይኮነትን ኣደይ መንፈስ ቅዱስ ዘለዋ ኣደያ ስለዚ ሲ ቀዳማይ ነገር ስራሕ ትሰርሕ ነይራ እያ ርእሳ ዝኸኣለት እያ ግን በዚ መንገዲ እዚ ክገልፆ ኣብ ዓድና ስእነት ኣሎ ህዝቢ መሪርዎ ኣሎ ከፊእዎ ኣሎ ህዝቢ እዚ ዝበዝሐ ሚእታዊት እንዳተደጎመ እንዳተደገፈ ኣብ ስደት ዘለዉ ደቁ እዩ ዝነብር። እቲ ሃብትስ ኣብ ውሱናት ጓሓላሉን ኣብቲ ስርዓትን እዩ ተገዲቡ ዘሎ ክትብሎም ኮለኻ ሓሳዊ ብልኻ ሽዑ ከዓ ተገምጢሎም ከዓ መፅኦም ከዓ ሃገርና ተዓብላ ትሕንበብ ኣላ ብልኻ ተገምጢሎም መፅኦም ከዓ ኣቦኡን ኣዲኡን ዘይሕግዝ ከዓ ብልኻ ዋ ኣብ ጽቡቕ ዘላ ኣብ ትሕንበብ ዘላ ዓዲ ዘሎ ስድራ ድኣሞ ታይ ምሕጋዝ ኣድልዎ ብዓይኒ ሓቂ ተሪኢኻዮም ግን እታ ኣደይ እታ ጻዕዳ ኣደይ ሲ ያ ሸይም እዩ ያ ትፓክ ሓወይ ነዴኻ ትሕግዛ ኢሉ ኣይትሕግዛን ኢኻ ዝብል ሰብ ሓደ ቀዳማይ ያ እንታይ ድዩ ሓደ እንታይ ድዩ ወዲ ሙሴ ሓወይ እንታይ እንታይ መስለካ ያ እዛ
ትፓክ ሓወይ ኣነ ሕጅስ ኣፈይ መሊኤስ ነደይ ይሕግዛ ኣታ ነደ ምሕጋዝ ኣይኮነን እዛ እዛ ክሳደይሲ ተዝኽእል ክብተኸላ ይብተኸላ ስጋ ርግኣት እየ ዝብለካ ዘለኹ
ኖኖ ከም ትገብር ፈልጥ እያ ብቀረባ ስለ ዝፈልጠካ ሓይሊ ኣምላኽ ኣይብለይን እምበር ተዝኽእልሲ ይመቐላ ነደይሲ ዓሰርተ ዕስራ ዶላር ሰዲደላ እወ እሞ ነደይ ሕግዛ ኢለ ክምልሰሎ እንተኾነ ባዕላ መሊሳትሎም እያ ካልእ ፆር ኣለና ዝገርመካ ትፓክ ሓወይ እቲ ሕሰም ኣብ ሃገርና ዘሎ ዘስዓቦ ሲ ካልእ ጾር ኣለና ብዙሕ ጾር ግደፉ እሞ ናይ ኣዴኻ ብቀረባ ሱቅ ኢልካ ኣነሲ ካብ ሓንቲ ሚእቲ ኤሮ ኣብዛ ኣብ ሓንቲ ወርሕስ ሓንቲ ሚእቲ ኤሮ ሲ ኣብ ኣብ ካፈ ኣብ ሳንዱች ይኸጥፋ ካብኣ ሓምሳ ምምቃል ነዴኻ ነድዩ ዝስእን ሰብ ኣሎ እዚ እቲ ሱቅ ኢሉ በቃ መትሓዚ ዘይብሉ ሕቶ ንጸለመ ኢሎም ዘምጽዎ ከማነይሲ ሓደ ሕልና ዘለዎ ሓደ ብስነ ስርዓት ዝዓበየ ሰብ ግደፎ መን ኣዲኡ ከማን ዝተጸገመ ብቀረባ ትፈልጦ ሰብ ተልዩ ከማንይሲ እታ እስኻ ትበ ሓንቲ መዓልቲ ትበልዓ ካብኣ መቂልካ ኢኻ ትሰደሉ ግደፎ ስቕ ኢሎም ኣብ ዘይኮነ ሃጠው ቀጠው እዮም ከእትውና ደልዮም ግን ኣብ ዓድና ዘሎ ሕሰም ዘውረዶሲ ከቢድ ከቢድ ከቢድ ሰኸም ኣለና ትፓክ ሓወይ እዚታት ነገር ኣይርድኡን እዮም ኣይፈልጥዎን እዮም ከ ምናልባት ዝፈልጥዎ ከዓ ገሊኦም ከዓኒ ክንደይ ብሊብያ ዝመፀ ክንደይ ንኢትዮጵያ ንኡጋንዳ ንሱዳን ዝኸደ ክንደይ ኣብ ውሽጢ ዓዲ ኮይኑ ጥዕና ዝሰኣነ ኣብ እስሩ ቤት ዘሎ ካብ እስሩ ቤት ሰብ ንኸውፅኡ ከይተረፈ እዮም ሰልዲ ኣሽሓት ሰልዲ ሰዱ እዚታት ሲ ዘይገብር ኤርትራውስ ኣሎ ዶ የለን እንታይ ፍሉይ ነገር ስለ ዘለኒ እየ ማለት ብዙሕ ፀሩ ዘለና እዚ ግን ካበይ ዝተበገሰ እዩ ካብቲ ኣብ ሃገርና ዘሎ ሕሰም ተበገሰ እዩ ስለዚ ሃገርና ትሕንበብ ኣላ ብሉና ኣይኮነን እዚ ንዚ ንዚ ንዚ ንዚ ንዚ ንዚ ነጋጥም ኣሎ ሓሳዊ ብሉኻ ሽዕኡ ዘይደገፈ ዘይሓገዘ ንስድርኡ ነብኡ ነዲኡ ከኣብሉኻ ተገምጢሎም

ኣነ እፈልጥ እየ ብቀረባ ስለ ዝፈልጠካ ብዙሕ ዝገርም ኣይኮነን ግን ሓደ ሓደ እዋን እንታይ ይሓስብ መስለካ ክንድምንታይ ፀለውቲ ገዛ ኢኹም ይገርመኒ ማለት እዩ እዚ ሕጂ ሎጂክ እዩ ንምንታይ ፀሎት ብለካ ኣለኩ ሓደ ዘይረብሕ ሰብ ንሰከንድ ኣይተልዕሎን ኢልካ ንሰከንድ ይብለካ ኣለኩ ዘይረብሕ ኣይረብሕን እዩ ሕጂ ካብ መንግስቲ ሳብ ገዛኹም ከይትብሉ ሓደ ሓደ ግዜ ትጠራጠር ኢኻ እንታይ እንታይ መንግስቲ ድዮም እዚኦም መማረጋእቲ መፅእ በዚ ብዛዕባ መማረጋእቲ ዝዛረብ ሰብ ሃገር ገዲፉ ፍረ ሰላም በዚ መፅእ ብዛዕባ ፍረ ሰላም ዝዛረብ ኣብዚ ትግረም ኢኻ ሓደ ኣደዋሲ ዝተሓወሰካ ነገር ኣሎ ክሳብ ክንዲዚ ይኹም
ብዙሕ ሰባት እውን ተዓዚብናዮም ዝኣኽለና ኦብዘርቭ ጌርና ስለ ዝኾና ሕጂ ሓንቲ ትሪካ ኣኒራትና እያ ምስ ካልኣይ ኣሎ ሓደ ዓርከይ ሽሙ ዘይገድስ ኣብ ኢትዮጵያ እዩ ዘሎ እንታይ ንገብር ኢና መሲልካ ፍሉጥ እዩ ስውን ፍሉጥ ሰብ እዩ እንታይ ንገብር ኢና መሲልካ ሕጂ ኦሬዲ ድሓን እታ ትሪክ ወላ ተፈለጥዋ ሽግር የብሉን ኩዕሾ ምቕላዕ ትበሃል ኣላ ሲስተም ሓንቲ ኩዕሾ ንቐልዓ ምሽ ሽዕኡ እታ ኩዕሾስ ኣርሒቕካ ዝቐላዕካያስ ዜራ ትመፅእ ናብ እግርኻ ከምዚ ከዓ ንጥቀም ኔርና ኢና ሕጂ ንኣብነት ካብ ነዊሕ ግዜ ካብ ኤርትራ ስለ ንፋለጥ ፍሉጥ ሰብ እዩ ሕጂ ኣብ ኢትዮጵያ ስለ ዘሎ ንውሕስነቱ ፅቡቅ ኣይኮነን እውን ሓንቲ ኩዕሾ ንቕላዕ ንበሃል ንማኸር ኦኬ ሕጂ ሓደ ታሪክ ኢና ዝፈጥር ሓደ ዘየለ ከምዚኣ ከምዚኣ ኢልና ንመን ኢና ሎሚ ዓንቲ እስከ ክንፈልጦ ሕጂ ኣብ ኣስመራ ንጥቀመሉ ነበርና ሲስተም እዩ ንክስቶስ እስከ ንምዘኖ ንበሃል ናይ ሓደ ሰሙን ዕድል ንህቦ ሓንቲ ኩዕሾ ንህቦ እንታይ እያ ታወረ ያ ከምዚ እንዲላ ገይረ ዝዓርከይ ንሰብ ከይተሐክበን ድሕሪኡ ወረ ትኸውን ሽዑ እዛ ነገር እዚኣ እንዳተጠቀምኩላ መፅ ካብ ኡጋንዳ ኣብ ኢትዮጵያ ኣብ ኣስመራ ኣብ ግሪክ ንባዕሉ ኩዕሾ ዝሃብክዎም ሰባት ኣለዉ ሕጂ ምናልባት ተን ኩዕሾታት እቲአን ከዓ ዝርግሓ ኣለዋ ተረዲእካ ፈታዊኻ ቀራቢኻ የውርየልካ እዩ ወረ ገሊኡ ባዕሉ ዝፍብር ከሎ ገሊኡ ካ ባዕልካ ተቐብሎ እታ ኩዕሾ ካብ ገሊ ክበላ ብለካ ኣለኹ ገለገለ ከዳዓት ብዛዕባና ዝዛረብዎ ዝሃብናዮም ኩዕሾ ኣሎ ሕጂ እሴታት ኣሎ እዩ እዞም ሳክት ፈጠራ ሕጂ ዳውን ንምግባር ኢሎም ዝሓስብዎ ሕጂ ሓደ ሰብሲ ነዲኡ ኣይሕግዝን እዩ ንድሕር ተባሂሉ ትቃፀል ውሽጥኻ ከምኡ እዮም ዝሓስቡ ኮሚታት ንምግባር ዳውን ንምግባር ዘበግስዎ ሰባት ኣለዉ እዩ ገሊኦም ከዓ ኩዕሾ ዝሃብናዮም ከዓ ዝቆልዕዎ ከዓ ኣለዉ እዩ ገሊኦም ከዓኒ ንዝተፈጥረ ኣጋጣሚታት ሲ በቲ ንዕኦም ዝጥዕሞ መንገዲ ገይሮም ዝትርኽዎ ከዓ ኣሎ እዩ
ናይስ ወን ካብኡ ክንወፅ ኢና ሕጂ ማማ ከመይ ኣላ ሕጂ ጥዕና ሕጂ ግን እያ ፈልጥ እየ ኣብ ዘላቶ ዕድመ ጥዕና ንሃባ ኩሉ ኢኻ ዝፈትዋ ኩሉ እዚ ፍትሒ ዘሎ ኣካል ከኣ ብሙሉእ ኢድ ፈትዋ ብጀካ እቶም ኣዝዮም ጸበብትን ረሳሓትን ማለት እዩ ጥዕናኣ ከመይ ኣላ ኣልሓምዱላ
መስገኖ ፈጣሪ ጸሎት ኣትገብር ሕክምና ትከታተል ተመስገን ፈጣሪ ምክንያቱ እታ ብሂወት ምህላው ከተተንፍስ ምክኣል ካብኣ ዝዓቢ ነገር የለን ኣደይ ከኣኒ ኣብ እግዚኣብሔርካ ትኣምን ጸሎታ ትገብር ሰናይ ትሓስብ ብኩሉ ነገራ ዝተቀደሰት ስለዝኮነት ሕጂ ጥዕናኣ እውን ኣምላኽ ይመስገን ካብቲ ዝነበረቶ ተሓየሽ ቁሩብ ክሳብ ሕጂ ሕክምና ትከታተል ኣላ እያ ኣምላኽ ይመስገን ግን ቱፓክ ሓወይ ምክንያቱ ክንደይ መንእሰይ እውን ክንደይ ክጾሮ ዘይክእል ሕማም ተሰኪሙ ኣሎ ስለዚ ብኡ መጠንሲ ኣደይ እግዚኣብሔር ይመስገን እቲ እምነት ከዓ ስለዘለዋ ከዓኒ ፅቡቅ ኣላ መስገን። እግዚኣብሔር ምሕረት ሙሉእ ምሕረት ይሃባ ዕድመን ጥዕናን ከዓ ሃባ ማለት እዩ ንሱ እየ ዝምነየላ ካልእ ኣብ ውፅ ኢልና ማለት እዩ ማለት ኣብ ዘለኹም ኦዲየንስ ተዓዘብተይ ኣብ ቤተሰባዊ ኣብ ስድራ ቤታዊ ከኣትለ ኣይኮንኩን እቲ ፀላእ ዝብሎ ሓደ ሰብ ብኣካል ክትሓተለ ከምስኻ ተመሲ ምስሊ ፍረ ሰላም ከኣ ከምቲ ትሪእዎ ዘለኹም እዩ ሲምፕል ብግሉጽ ከኣ የቀምጦ ብፍላይ ሓደ ሓደ እዋን ነቲ ኣብ ፍትሒ ዘሎ ኣካል ስለ ዘደናግር ንምባል ዘምጻኹ ቋንቋ እዩ እምበር በዞም ሕሱራት ወይ ዝወደቁ ናይቲ ስርዓት በራዩ ስለ ዝተገደስናሎም ገለ ኣይኮነን ካብኡ ካብኦም ኣይኮነን ጸርፊ ምጽላም ሞት ውን ንጽበ ኢና ይኸድዎ ስለ ዘለዉ ባዕልና ክሓርዱናስ ቀሊል እዩ ስለዚ እሱ ክርዳኣና ክኽእል ኣለዎ ንምባል ነቲ ኦዲንስ ካልእ ቱፓክ ሓወይ ክሳይ እቲ ናይቶም ባራዩ ጽሑፍ ኣይተንብብዎ በሎም ንዓቅዎ ምኽንያቱ ከምዚ ትራሽ ማለት እዩ ኣይትገደስሉ ኣብቲ ንንሕብትና ዘገድሰና ኣርእስቲ ጥራይ እሶም ሕጂ ተጸጊዖም ይስምዑ መሰሎም እዩ እሱ ክሳይ ንኸድኦም ኢና። ስለዚ ኣብቲ ናትና ጉዳይ ካልእ ሞር እቲ ኣብዚ ሕጂ ዘለናዮ መድረኽ ምስቲ ኩሉ ዝሓለፍካዮ ተምክሮ ቀሊል ኣይኮነ ማለት ቀሊል ህይወት ኣይሓለፍካን
ብናተይ ወገን ሰብኣይ ኢኻ ኢለ ዛምን ኣነ መትከላዊ ኢኻ
ሕጂ ኣብ ገለ እዋን እውን ኣውራጃዊ ይብሉካ እንታይ ማለት እዩ ኣውራጃዊ እዩ ዓሌታዊ እዩ ገለ ዝብል ብዙሕ እዋን ዝስማዕ እዩ እንታይ እዩ ንዓኻ ከመይ ኢኻ ትርዶ ነዚ ነገር እዚ ስምዒት ፈጥሪ እወ ሕጂ ኣውራጃዊ ክብሉኻ ከለዉ መጀመርያ ተዳልዮም እዮም ዝፀንሑ ፈሪሆም እዮም ዝፀንሑ ራዕዲ ኣለዎም ናይቲ መፃፅኣ መጀመርያ ኣውራጃዊ ዝተባሃልኩላ ኣነ ዝክራ እየ ብመሴንጀር እያ

ፈልጠካ እየ ፅቡቅ ገይረ ገለ እዩ ዝብለኒ ሕጂ ምናልባት ናተይ ዳታ ተዋሂብዎ ክኸውን ይኽእል በቶም ስርዓት ፅቡቅ ገይረ ፈልጠካ እየ ስለዝበለ መጀመርያ ኢትዮጵያ ከለኹ እየ ዝብለካ ዘለኹ እዚ ሕጂ ከይገጠምናዮም ከለና ፅቡቅ ገይርካ ትፈልጠኒ ኣበይ ገዛውትኻ ምክንያቱ ንዓይ ክፈልጥ ተኮይኑ ሲ ኣርባዕተ ኣስመራ ኣባሻውል ዕዳጋ ዓርቢ ሓድሽ ዓዲ ወይ ከዓ ቴራቮሎ ከዓኒ ምስ ሓደ ሓወይ ዳንኤል ተስፋይ ዝበሃል ኣብኡ ነዊሕ ስለ ዝገበርኩ ቴራቮሎ ወይ ከዓ ቼንትሮ ፌሮቪያ ማይ ጭሆት ገሊእ ክኸውን ዝኽእል ስለዚስ ሰንበል እውን ብዙሓት ሰባት ፈልጥ እየ ገጀረት ከምኡ ገዛ ባንዳ ከዓ እሞ ግደፎ ብዙሕ ሰብ ፈልጥ እየ ገዛ ባንዳ ዝውዕሎ ዝነበርኩ እዩ ሕጅስ ካብ ኣስመራ እንድሕር ኮይኑስ ፈልጦ እየ ኢለስ ክፈልጠ እንተኮይኑ ግድን ከዓ ሳብስ ምክንያቱ ኣነ ኣስመራ እየ ዓብየ ክፈልጠ እንተኮይኑስ ወደ ኣስመራ ክኸውን ኣለዎ ሕጂ ንኣብነት እንድሕር ወዲ ባፅዕ ተኮይኑ ሲ ንዓይ ክፈልጠ እንተኮይኑስ ኣነ ባፅዕ ኣሎ ኣብ ባፅዕ ክዛወር ጥራይ እየ ዝኸይድ ወይ ወተሰነይ ተኮይኑ ሕጂ ኣበይ ድዩ ገዛውትኻ ኢሉ እዮ እዚኣ እዚኣ ርድእት እያ ሕጂ እንታይ ማለት ብለኒ ገዛውትኻስ ኣበይ እዩ ኣስመራ ወዲ ኣስመራ ይኮንኩ ኣሃ እሞ ዳ ኣበይ ኣበይ ሞ ዓድኻ ዳ እንታይ ደሊኻ ይዓዲ ኖርማል ምሕታትሲ ንቡር እዩ ምክንያቱ ብዛዕባ ሃቡ ቀዳማይ ነገር ስእልካ ኣሎ ገለ ኣሎ ኣነስ ዝፈልጡ ሰባት ክስድድ ኣቢለ ስእልካ ምሕታት ኣይፀገመንን ግን ኣነስ ኖርማል ብዙሕ ስለ ዘዕለልኩካ ሲ ስለተመላለስና ወይ ካበይ ዓዲ ኢኻ ንስደት ወፂኻ ገለ ኣሎ እባ ከምዞም ኣውረጃውያ እንዲኻ ኣለኒ እንታይ ማለት እዩ ኣነኻ እጂ ኣይተረዳእኒ እንታይ ማለት እዩ ከመይ ማለት እዩ ኣውራጃውያን ገለ ናይ ብሓቂ ዝብለካ ዘለኹ ኣይተረዳእንን ናይ ብሓቂ ዘይተረዳኣኒ ኣይፈልጦን እዩ ነይረ ታይ ማለት ምኳኑ ታይ ኢካ ትብል ዘለካ ታይ ማለት እዩ ድሓን ድሓን ንስኹም ደኣ ዕላማኹም ንፈልጦ እንዲና ኣብይ ዓዲ ከልካ ዶ ሕተት እዩ ዲተይል ናተይ እኳ እዩ ክነገረኒ ፀኒሑ ብለካ ኣለኹ እሞ ብዛዕባይ ዲተይል ነጊሩ ፅቡቅ ገይረ ዝፈልጠካ እንዳበለኒ ገፅ ሂበ እንዳበልክዎ ካልእ ትረፍሲ ካበይ ወድ ተሰነይ ድዩ ወዲ ጎልጅ ድዩ ወዲ ኦማሓጅር ድዩ ወይስ ወዲ መጽሓፍ እንታይ ጸሓፊ ላም ድዩ ገለ ጸሓፍ መጽሓፍ ላም ድዩ ገለ ብዝኾነ ካብዚ ክፈልጦ ኣለኒ እንታይ ማለት እዩ ዝኸ ገለ ብድሕሪኡ ምስ ግዜ ምስ ግዜ ምስ ግዜ ብዙሕ ጽሑፋት ኣንብብ ኣንብብ ኣንብብ ከምዚ ኮምፕሊኬትድ ዝኾነ ነገር እዩ ስለዚ ንዓይ ኣውራጃዊ ዲኻ ዝበልካኒ ከምኡ ይብሉ እዮም ምሽ ከምኡ ክብሉ ከለዉ ስምዒት ስለ ዘለዎም እዩ የስወ ኣነ ብዛዕባ ኣውራጃ ኣኮሎ ግዛይ ሙሉእ ዘይጉድል ስምዒት ኣለኒ ሙሉእ ዘይጉድል ምክንያቱ ክሕሱ ተዘይደልየሲ እታ ፈትዋ እየ ዝብላ ዘለኹ ሃገር እታ ኣፍቀራ እየ ዝብላ ዘለኹ ሃገር ኣብ ኮሎ ገዛይ እንድሕር ወፂኣ በቲ ትኽክለኛ ካርታኣ ማለት እዩ ኣብ ክልቲኣ ክትምቀል በዚ ደንከል በይኑ ክተርፍ እዩ በዚ ከዓኒ እቲ ላዕለዋይ ኣካል በይኑ ክተርፍ እዩ እብለካ ኣለኹ ኣብ ኮሎ ገዛይ እንድሕር ወፂኣ ሲ እዛ እፈትዋ እያ ሃገረይ ዓደይ ዝብላ ዘለኹ በዚ ሕጂ ኢሳያስ ዝገበሮ ናይ ዞባታት ዘይኮነሲ ምስ ባሕራ ምስ ምድራ እዛ ኣውራጃ ኣብ ኮሎ ግዛይ ናተይ ኣውራጃ ማለት እዩ እንድሕር እሳ ዘየልያስ እዛ ሃገርስ ኣብ ክልቲኣ ክትምቀል ከመይ ዘይስምዓኒ ኣነ እኮ ሃገራውን ህዝባውን እኮ ኣነ ብዛዕባ ሃገረ ይስምዓኒ ብዛዕባ ኣውራጃ ይስምዓኒ ብዛዕባ ህዝበ ይስምዓኒ ብዛዕባ መንግስቲ ጥራይ ዘይስምዓኒ ንዓይ ኣውራጃዊ ዋ ሚእቲ ካብ ሚእቲ መጀመርያ ከረድኦም ፈቲነ እየ ዝርድኦም ሰባት ስለ ዘይኮኑ ግን ኣውራጃዊ ተይሎምኻ የስ ጥራይ ኢኻ ትብሎ እዚ ክብል ከለኹ ግን ክነግረካ ሕጂ ንእግረ መንገዲ ክነግረካ ከመይ ዓይነት ሰባት ምዃኖም ቶም ናይ ሓድነት ሰባት ወይ ፀረ ኣውራጃውያን እና ዝብሉ ሰባት ከመይ ዓይነት ሰባት ምዃኖም ክነግረካ ዶ ብኣርቲስት ኣብነት ክበካ ምክንያቱ ሓቂ ኢና ንዛረብ ዘለና ትክክል ነገር ኢና ንዛረብ ጭብጥታት ከማን ኣለኒ ሙሉእ ዘይጉደል ኣስማቶም ከይፅውዖም ገና ኣብኡ ውሳነ ይበፃሕኩም ዘለኹ ግን ብጣዕሚ ስድታት ረሳሓት ኣርቲስት ኣለዉ ንዕኦም ዝመስሉ ሕብረተሰባት ከም ዘለዉ ከዓ ክንርዳእ ኣለና ኦኬ ስለዚ ብቀዳማይ ምስ ሓደ ኣርቲስት ንፀሓፍ ንፀሓፍ ንፀሓፍ ዓጋመ ጉዛ ይብለኒ እንታይ ማለትካ እዩ ከምዚ ከምዚ ከምዚ ከምዚ ከምዚ መቸም ብዙሕ ተመላሊስና ኣብርሃያ እስኪ ክብሎ ደልየ ምክንያቱ ኣነ ጭብጢ እየ ዝሕዘሉ ዘሎ ኣብርሃያ ኢለ ከብርሃ ይደልየ ድሕሪኡ ርዱ እዩ ዓጋመን ጉዛይን ካብ ዓጋመ ካብ ጉዛይ ካብ ኤርትራን ካብ ኢትዮጵያን ሓዋዊሱ ኣሎ ማለት እዩ ስለዚ ኢሉ እያ ንካበታ ትስምዖ ነቶም ኣብ እስራኤል ምሳኻ ዝነበሩ ደቂ ኣኮሎ ግዛይሲ ዓጋመ ጉዛይ ስለዚ ደቂ ዓጋመ ኢልካዮም ማለት ነቶም ደገፍቲ ኮይኖም ሲ ኣንጻር ኣሕዋትና ንዓና ኣሕዋትና ሶም ኣይኮኑን ከምዚ ሕጂ ደቂ ኣኮሎ ጉዛይ ዶ ደቂ ክስታይ ዶ ገለመለ ዝበሃል የለን ከምኡ ኣይኮነን ንሕና ንሕና ኣይኮናን ኣውራጃውያን ንሶም እዮም ምክንያቱ ንሕና ንቃለስ ዘለና ብሕሰምና ኢና ንቃለስ ዘለና ብዙሓት ደቂ ኣኮሎ ጉዛይ ነይሮም ሲ ንዖም ዓጋመ ኢልካዮም ዲካ ምስ በልኩ እንታይ ዲልኒ ኣሽሪፍካያ እዛ ዘረባ እዚኣስ ትሽረፍ ከምዚ ገይሩ ሳናቲም ገይሩ ሂብኒ ዘረባስ ትሽረፍ እዚኣ ሙሉእ ቪድዮ ሒዘዮ ኣለኹ እቲ ወዲ እቲ ወዲ ኸ ኤርትራውነት ሕውነት ፅንዓት ሓድነት ክብል ኣምላኽ ኣቦይ ካልኣይ ኣብ ሓደ ዝኾነ ዓዲ ከለኹ ድሓን ግዜኡ ይበፅሐን በዚ ዝኸዶ ዘሎ ተቐፂሉ ግን እቲ ሒዘሉ ዘለኹ ጭብጥታት ናቱ እውን ከውፅኦ እየ ብግዜኡ ናይ ብዙሓት የሒዘ ዘለኹ ብዚ ብዛዕባ ኤርትራውነት ዝሰብኩ ዶ ኣይንፈላለ ኣሕዋተይ ኣሕዋት ኢና ሓድነትና ዶ በልኹም ኣሕዋት ኣይኮናን ንሕና እቲ ሕብረተሰብ ፅልእ ኣለዎ ምናልባት ታሪካዊ መጣፀ

ደቂ ኣኮሎጉዛይ ስለ ዝኾኑ ደቂ ሰራየ ወይ ደቂ ሓማሴን ስለ ዝኾኑ ገለ ኣይኮነን ምስ ጩራባን ሙሉእ ዘይኮነ ሲ መጀመርያ ንዓይ ንክፍሎምን ኣነ ብ ኢትዮጵያ ከለኹ ዝኾነ ጉዳይ ኣጋጢምና ነይሩ ዝኾነ ጉዳይ ኣጋጢምና ተሰሓሒብና እዞም ፀሓይ መንጎ ከማን ኣምፂኦም ተጠቂሞምሉ ምክንያቱ እቲ ናተይ ዶክሜንት ሰደድኩሉ ሓደ ሮቤል ድዩ ገለ ዝበሃል ነይሩ ብእስራኤል ኣይዶ ኦርጋኒስታ ድዩ ገለ ኣይዝክሮን እየ ተቃላሳይ ድዩ ገለ እዩ ነይሩ ኣይዝክሮን እየ ግን ምስኦም ምስቶም ጭራባንድ ነይሩ እዩ ሕጂ ምስ ኪፊ ዝኾነት ነገር ኣጋጢማትና ፖስት ኮይኑ ገለ ፈልጥ እቲ ናተይ ፓስፖርት ገለ ብዙሕ ነገር ኣጋጢምና ድሓር ከዓ ኣብ ሓደ መትከል ስለ ዘለና ከዓ ደቂ ዓዲ ስለ ዝኾንና ኣይኮነን ኣብ ሓደ መትከል ስለ ዘለና ግን ሰባት ኣረኣድዮምና ገለመለ ወላ ኣረጋይ ሓጎስ ከማኒ ቀደም ጥዑይ ከሎ ማለት እዩ ኣብ መንጎና ኣትዩ ብዙሕ ፅዒሩ ገለመለ ክስታይ ጌርና ሰላም ኮይና ሕጂ ብዛዕባ ጩራባ እንዳተዓለለ ከሎ እንታ ሕጂ ሰባት ነይሮም ካልኦት ሰባት ዝሰምዑ እቶም ሰባት ከዓ ደቂ መንጎ እዮም እዞም ሰባት እዚኦም ምስጢራትና ክወስዱ ድዮም ወላ ገለ ምሳና ዝቐርብ ዘሎ እንታይ ንፈልጥ ዓርኩ እዛ ዘረባ ዘይንነጠራ ብሎ ናናና ከመይ ጌርያ ክንጠር እዚኣ ነፅርያ ኣለና ዋ ምክንያቱ ኣነ ሕክያ ዝመፀ ብኖርማል ሕክያ ዳሓር ንጩራ ባንድ ሒዙ ለብሊብዎም ኣንታ ሰብ ከምዚ ገይሮም ዝሓገዙካ ከምዚ ዝገበሩልካ ዘይትገድፎ ንስኻ ከማን ምሕልፎ ክሳይ ክትብል ነይርካ ገለመለ ሽዑ ገጢመካ ኣለኹ ገጢመካ ንዓኻ እንዲም ደኣ ቀንዲ በዲሎምኻ ኣውራጃው ብለኒ እጂ ርእሶም ክሓኩ ገለ ጅምርቶ ምሳና ወርሰዋ ድገመለይ እስከ ኢሉ ቁርብ ኣብ ካልእ ዓይነት ዕላል ኣብ ካልእ ዓይነት ሙድ ስለነበርና ውዕየ ነይረ ኣንኻ ድገመለይ እስከ እንታይ ኢኻ ኢልካ ኣውራጃው ኢለካ ብለኒ እንታይ ማለት እዩ ዛሕኪያ ንግደፋ ኣሕሊፍና ይንሃብ ንሰብ ስለ ዝበልኩኻስ ኣውራጃዊ ከመይ ማለት ድዩ ወለኪ ሽዑ ሓደ ማለት እዩ ወይ ዝዓርከይ ብከምኡ ክትሽይፍኒ ማለት እዩ ሓንቲ ካብኦም እዩ ክብሎ ኣበይ ዲ ዓድኻ ዝዓርከ ይብሎ ረእይዎ በሉ ከምኦም እዩ ካብኦም ኣይሓይሽን እዩ ወዲ ኣስመራ መስለና እምበር ምክንያቱ ኣነ ዝዓርከይ ግልፂ ፊት ንፊት ፅቡቅ እዩ ጉዳይ እቲ ዘምፂኻዮ ፅቡቅ እዩ እቲ ናይ ኣውራጃዊ ጉዳይ ምክንያቱ ናይ ኣውራጃ ጉዳይ ሲ ኣነ ሽግር ተጋጢምካ ወይ ውራይ ተሊካ ሓጎስ ተሊካ ከምዚ ገዛውትኻ ትፅውዕ ፈተውትኻ ትፅውዕ ኣዕሩኽትኻ ከማኒ ኣብ ዓመት ኣብ ሽዱሽተ ወርሒ ዝፈለጥካዮም ትፅውዕ ደቂ ኣውራጃኻ ከዓ የድልዩኻ ደቂ ሃገርካ ከዓ የድልዩኻ ኣብ ከባቢኻ ዘሎ ትፈልጦ ሰብ ኩሉ ብማሕበራዊ ነገራት ሲ ንኹም ኢኻ ትጥቀመሉ ከምጽዎ ተፈቲኖም ግን ኣፍ ኣፎም እየ ዝምልሰሎም ኣይገድፎምን እየ ድሕሪኡ መቸም ቀጺላ ወዲ ኣስመራ ዓዲ ሓትትኒ ዶ ገለመለ በል ኢለዮ ጩራ ባንድ ደኣ ሰብኡት እዮም ኢለ ክላስ ባል ደቂ እዛ ጫፍ ዓዶም ይብለኒ ሕጂ ናብ ካልእ ፀርፊ ክንከይድ ስለ ዝኾንና ሶሪ ኢለዮ እታ ዝነበረት ምስሊ ኣቢለ እተን ዝነበራኒ ሕሳብ እዚአን በሉ ዝሓንከ ዓቕሚ ገብር የለዮም ገዲፍ እዮም ገዛ ከይደ ብድሕሪኡ ክፍትሾ ጀሚረ እቲ ተኣሽሙ ብምሉእ ፕሮፋይሉ ነገራቱ ናይ ቀደም ድሕረ ባይትኡ ኩሉ ክሪኦ ጀሚረ ተረኣኽዎ ሲ ሓድነት ክብል እሞ ምስ ጫፍ ዓዶም እንድሕር ሓድነት ዘይጌርካ ደኣ እሞ እሶም እዮም ሕጂ እዚኦም ከማን ኣውራጃውያን ኣይኮኑን ዝበሃሉ እዚኦም እዚኦም ሕጂ ጸበብቲ እዮም ዝበሃሉ ኣነ ግን ኣውራጃዊ ዲኻ የስ ሚእቲ ካብ ሚእቲ ነቲ ካልእ ኣውራጃ ግን ብሰናይ ዓይኒ የጥምቶ ሕጂ ንኣብነት ኮንሰርት ሰርሕ ምሽ ኣለ ኮንሰርት ክሰርሕ ከለኹ ሲ እንታይ እዩ ዝብል መሲልካ ወዲ ዓደይ ድዩ ወዲ ኣውራጃይ ድዩ ገለ ኣይኮንኩን ዝብል እንታይ እየ ዝብል ዝዓርከይ ፕሮፋይልካ ስደደለየ ዝብሎ ኢንስታግራምካ ስደደለየ ወይ ፌስቡክካ ስደደለየ ክሰርሕ ደለየ ምሳይ እንታይ እየ ዝርኢ ኣነ ፖስት ዝገብሮም ነገራት ምስ መን ፍሬንድስ ኣለዎ መን ምዃኑ እቲ ሰብ እዩ ዘገድሰኒ ወይጦ ድዩ ወይስ ተቃላሳይ ተቃላሳይ ምዃኑ ተፈሊጠ ፊኒ ስለዚ ኣውራጃውያን እንተልኩምላ የስ እወ ቋዓሰይ ናይ ብሓቂ ኣውራጃይ ኩርዕ ሕቡን ከማኒ ሕቡን ኣኮሎ ግዘታይ ዝገርመካሲ ገሊኦም ኣለዉ ሕጂ ኣስመራ ይተረግፃን ኢኻ ነስመራ ስደተኛ ኮንካ መፂኻ ዝብሉ ሰባት ኣለዉ ኣይፈልጥዎን እዮም ግን ድሕረ ባይታ ነዋላ ኣይፈልጥዎን እዮም ኣነሲ መን ምዃነ ወዲ መን ምዃነ እንታይ ምዃነይስ ኣይፈልጡን እዮም ካበይ ከም ዝውለድ ሓረግ ትውልደይ ንኣብነት ሕጂ ገሊኦም ኣለዉ ደቂ ሓማሴን ኮይኖም ፍሉይ ስምዒት ኣረኣያ ዘለዎም ኣብ ልዕሊ ኣለዉ ኣብ ሓማሴን እንታይ ከም ዘለና ኣነ ግን ኣይፈልጡን እዮም ማእከል ኣብቲ ርባዕተ ኣስመራ እዩ ገዛ ዘለኒ ርስቲ ዘለና ኣነ ኣይፈልጡን እዮም ኣይፈልጥዎን እዮም እዚ በቲ ፀቢብ ዓይኖም ጥራዮም ዝጥምቱኻ እንዳቦይ ኣኮሎ ጉዛይ ድዩ እንዳደይ ኣኮሎ ጉዛይ ወ ካብቲ ካልእ ኣውረጃታት ከዓ ኣለኒ ትውልዲ ሶ ብኸመይ መንገዲ እየ ኣነ ሕጂሲ ንኣብነት ኣብ ኣርባዕተ ኣስመራ ንዘለዉ ቤተሰበይ ክፀልእ ኣብ ሃዘጋ ንዘለዉ ቤተሰበይ ክፀልእ ብየናይ መንገዲ ሰምዑ ንህሉ እዮም ኣብዚ እሶም ዝሕቁ ኮኑ እዮም ኣውራጃዊ ገለ ክበሃል ከሉ ከኣነ ዝሕቁ ኮኑ እዮም ኣብ ፀዓዘጋ ዘለዎ ቤተሰበይ ብኸመይ ገይረ ኣነ ክሳይ ገብር ኣብ ኩርባርያ ዘለዎ ቤተሰበይ ከመይ ጌረ ስለዚ ሲ እቲ ኣውራጃዊ ዓሌታዊ ናይ ሃይማኖት ከም ዘለዎ ናይ ብሄር ከምዚ ገለ መለ ንሕና እቲ ዘለና ክብርታት ነፍቅር ኢና ንሕና ከም ተቃለሲ እዚኣ ክትምልሱሎም ኣለኩም ኣነ ኣውራጃ ኣለኒ ሃይማኖት ኣለኒ ብሄር ኣለኒ ቋንቋ ኣለኒ ሃገር ኣለኒ ካብዚ ኩሉ እዚ ወፃኢ ዜሮ ክትከውን ትኽእል ኢኻ ስለዚ ነዚ ኩሉ ሃይማኖታዊ ተይልካ እወ ኣውራጃዊ ተይልካ እወ ብሄርተኛ ተይልካ እወ ናይ ቋንቋ ቀዳምነት እንተኢሎምካ እወ ሃገራዊ ግን ኣይበሉናን ዘለዎ ክሳብ ሕጂ ተረዲእካ ስለዚ ብጣዕሚ